ሰላም ኩሎም ተኸታተልቲ ገሬ ፕሮዳክሽን ከመይ ትኾኑ ከመይ ቀኒኹም ከመይ ኣለኹም እምበኣር ልክዕ ከም ተቖፀረና ምናልባት ቁሩብ ደንጊየ ኸውን እየ ንሎሚ ናይ ክሽነ ወይ ከዓ ናይ ገዛና ካቢነት ዝኾነ ዓይነት ፈርኒቸር ከመይ ጌርና ብቐሊሉ ደስ እንተዘይልና እቲ ዓይነት ሕብሪ ዲና ንቕይር ዋላስ እቲ ናትና ዘለና ፈርኒቸር ኢና ክንቅይሮ ዘለና so ምናልባት ሎሚ እቲ ዝበለጸ ጽቡቅ ነገር መጺኡ ዘሎ እንታይ እዩ ዝኮነ ነገር ፈርኒቸር ናይ ገዛና ኣብ ክንዲ ጉሒፍና ንቅይሮ እቲ ደስ ዘይበለና ዓይነት ሕብሪ ክንቅይሮ ከም ንክእል ማለት እዩ እዚ ከኣ ብቀሊሉ ዝኮነ ሰብ ኣብ ገዝኡ ክገብሮ ዝክእል መንገዲ እዩ ማለት እዩ ምናልባት ሃየር ክትገብሩ እንድሕር ደሊኩም ከኣ ያ ደዊልኩም ጸውዕኒ ኣነ መጺ ክገብረልኩም ማለት እዩ ንኣፍልጦ ግን ዝኮነ ማለት ኣብ ገዛና ግዜ እንድሕር ኣልዩና ዋላ ንእሽተይ ትኹን ኣብ ሓንቲ መዓልቲ ሓንቲ ነገር ክንቅይረሉ እንኽእል መንገድታት ብዙሕ ነገር ክህሉ ይኽእል እዩ። ምናልባት ያህ ሕጂ ኣትየ ድምጺ ወይ ስእሊ ይረኣየኩም እንድሕር ኣልዩ እቶም ኣትኹም ዘለኹም ምልክት ግበሩለይ ወይ ከኣ ላይክ ሼር ብምግባር ከኣ ንኻልእ ሰብ ከኣ ንኽሪኦ ይሕግዝ እዩ so ብክልቲኡ ኣትየ ኣለኹ ብፈይስቡክን ብዩቱብን ብዩቱብ ትካታተልኒ ዘለኹም ወይ ከኣ ብፈይስ ትካታተልኒ ዘለኹም ያእ ብሓደ እዩ ከመይ ይስማዓኩም ኣሎ ዝኾነ ምልክት እንድሕራኒ ምልክት ተገርኩምለይ ጽቡቕ ወይ ከኣ ላይክ ሼር እንዳገበርኩም እንድሕር ኣትኹም ከኣ ካልእ ሰብ ከምኡ ክርእዮ ይሕግዝ እዩ ማለት እዩ ስለዚ ንሎሚ እንታይ ኣምጽኤልኩም ዘለኹ እዚ ኣብ ሓደ ኣፓርትመንት ዝሰርሖ ዘለኹ እዩ እንታይ እዩ እቲ እቲ ካብኔት ሓድሽ እዩ ዋላ ሓንቲ ፀገም የብሉን ፅቡቅ እዩ ዘሎ ጥራይ እንታይ እቲ ሕብሪ ግን ደስ ስለ ዘይብሎ እንታይ ሓሲቦም ነይሮም ንሶም እቲ ፈርኒቸር ክቅይርዎ ማለት እዩ ስለዚ እቲ ኣድቫይስ ናትና እንታይ እዩ ኣብ ክንዲ ፈርኒቸር ትቅይር ብውሕድ ወፃኢ ማለት እቲ ሕብሪ ጥራይ ገዚእኻ እቲ ትደልዮ ዘለኻ ዓይነት ፈርኒቸር ወይ ከዓ ምስቲ ሞደሬት ዝኾነ ምስቲ ታይም ናይቲ ሓድሽ ግዜ ክትከይድ ትኽእል ኢኻ ማለት እዩ ስለዚ ንሎሚ እንታይ ኣምጺኤልኪ ዘለኹ እዚ ሕብሪ እዚ ቢዮንድ ፕሪንት ዝበሃል ሊንክ ኣብ ዲስክሪፕሽን ጌረልኩም ኣለኹ ካብኡ ክትረኽብዎ ትኽእሉ ኢኹም ዋግኡ ሕሱር እዩ እቲ ጽቡቕ ነገሩ ኸኣ እዚኣ ኮረር ወይ ከኣ ሓደ ርብዒ ናይቲ ፔይንት እያ ካብ ኣማዞን ክንገዝኣ ንኽእል ኢና ዝኾነ ፕራይመር ኣየድልየናን እዩ ዝኾነ ዓይነት ሳንዲ ምፍሕፋሕ ኣየድልየናን እዩ ከም ዘለዎ ጥራይ እንታይ ንገብር ነቲ ዘለና ካቢነትና ድዩ ፈርኒቸር ዝኾነ ኣጽሪና ቅድም ኣጽሪና ዝኾነ ግሪስ ንኸይህልዎ ብድሕሪኡ እዚ ንጥቀም ማለት እዩ። እዚ ክልተ ኮት እንድሕር ጌርናሉ ክልተ ግዜ እንድሕር ለኺዕናዮ እቲ ዝቐለለን ዝበለጸን ዓይነት ሕብሪ ከቕይረልና ዝኽእል መንገዲ እዩ ማለት እዩ። እዚኣ ንበይና ክሳብ ክንደይ ክትለኽየልና ትኽእል ኣብኡ እውን ይሕብረናይ ማለት እዩ። ክሳብ ዓሰርተ ወይ ከኣ ክሳብ ዓሰርተ ክልተ ዓይነት ካቢነት ምስ ማዕጽኡ እቲ ፈይስ ወይ ከኣ ሳይድ ናቱ ክትለኽየልና ትኽእል እዚኣ ማለት እዩ። ወይ ከኣ ፊፍቲ ስኩዌር ፊት እዚኣ ዓይነት እዚኣ ንኹሉ ክትለኽየልና ትኽእል እያ ማለት እዩ። ስለዚ እዚ ኦል ኢን ዋን ይብል ኣሎ ዝኾነ ኣይቅለጥን እዩ ምስ ለኽናዮ ፒል ኣይኮን እቲ ዓይነት ሕብሪ ስቲክ እዩ ዝኸውን ፕላስ እቲ ዝደለናዮ ዓይነት ከለር ከኣ ኣለዎ ማለት እዩ። እቲ እንደልዮ ከለር ባዕልና መሪጽና ክንገዝእ ንኽእል ኢና። ጥራይ እንታይ እዩ ኦይል በይዝ ድዩ ወይ ከኣ እቲ ፍላት እዩ። ፍላት እንድሕር ኮይኑ ብልዕሊ ኮት ከድልየና እዩ። ኦይል ኦይል በይዝ እንድሕር ኮይኑ ግን ከም ሳድን፣ ኤግ ሼል ወይ ከኣ ሰሚ ግሎስ ዝበሃሉ እንድሕር ኮይኖም እሶም ሓንሳብ ምስ ለኸናዮም ዳትስ ኢት ዝኾነ ብልዕሊኡ ኣየድልየናን እዩ ማለት እዩ። ነዚኣ ምስ እንደልያ ወይ ከምዚ ዓይነት ተመሳሳሊ ሕብሪ ምስ ትደልዩ እያ ኣብዚ ሊንክ ኣብ ዲስክሪብሽን ጌረልኩም ኣለኹ ካብኡ ክትረኽብዎ ትኽእሉ ኢኹም ማለት እዩ ስለዚ እዚኣ እያ እታ ፔንት ዝጥቀመሉ ነገር እንድሕር ኣሉ ሽዑ ብራሽን ሮለርን ክንጥቀም ኢና ማለት እዩ ዝኾነ ዘይቲ ዘለዎ ንፍዕ ዓይነት ኮይኑ ኸዓ እዚኣ ከምዚ ንሪኣ ዘለና ስፕሬይ እያ እዛ ስፕሬይ እዚኣ ኸዓ ነቲ ዘለና ዝኾነ ግሪስ ዘይቲ ንዑ ክተኣልየልናዮ ማለት እዩ። ሕጂ ምናልባት ኩሉ ብዲተይል ክንሰርሖ ብሓደ ክሳይ እቲ ግዜ ኣይኣኽለናን ይኸውን። እቲ ክንሕዞ ዘለና ግን ያቲ ቀዳምነት ዓይነታት ሕብሪ ካልኣይ ከኣ እቲ መጽረዪ ናቱ ሳልሳይ ከኣ

በዚ ምስ ኣምለቕናዮ እንታይ ክንገብር ንኽእል? ሽዑ ኣብቲ ዘምለቕናዮ ማዕጾ መታን ብቐሊሉ ክንመልሶ ከለና ከይንደራበሽ እዘን ሂንቂ ክነውጸን ኢና። እዚኤን እተን ሻርኔራ እየን። እዚኣ ኸኣ እታ ማዕጾ እያ። ዝኾነ ቴፕ ወረቐት የድልየና እሞ ኣብተን ዝወጻናየን ኣብኣ ምልክት እንዳገበርና ኣብታ ዝወጻናያ ቦታ ኸኣ ምልክት ንገብር። እዚኣ ቁጽሪ ቁጽሪ ሂብናያ

እዚኣ ቁፅሪ ሓደ ኢና ያለና ስለዚ ነዚኣ ከዓ ናይ ቁፅሪ ሓደ ናይ ላዕልን ናይ ታሕትን ኣለና እዚኣ ዋን ቢ እንድሕር ኢልና ኣብዚኣ ከዓ ዋን ቢ ንፅሕፍ ኣብዚኣ ከዓ ዋን ኤ ንፅሕፍ ኦከ ወይ ከኣ ዋን ቲ ንጽሕፍ ኣብዚ ቶፕ ኤም ቦሎም ንጽሕፈሉ ቢ ኤን ቲ ኤም ቢ ንጽሕፍ ሽዑ ክንለኪ ከለና ለኺና ምስ ወዳእና ከኣ ኣይንድርበሽን ኢና ኣብቲ እንህብሮ ቦቦትኡ ነቐምጦ ማለት እዩ።

ብዓርኪ ብዝተኻእለና መጠን ከኣ እቲ ንኸብቅዖ ነገር ኣብ በቦቱ እንድሕር ጌርናዮ ኢንስታል ክንገብሮ ከለና ደሓር ኣይ ኣይንስእኖን ኢና ወይ ኣይጠፍኣናን እዩ ማለት እዩ። ስለዚ ከምዚ ዝኾነ ሓንቲ መእከቢት እንድሕር እንታይ ድበሃል ጌርና ጽቡቕ ነቲ ክሕዘልና ይኽእል እዩ ማለት እዩ። ስለዚ እዚኣ ከርእየኩም ደልየ ናይታ ተመልከይቲ ንኣከም ዝተጠቐለ ዝኾነ ሮለር ክንጥቀም ኣለና እቲ ስፖንጅ እውን ከምኡ ዓይነት ስፖንጅ ኣሎ ፎር ኢንች እንዳተጠቐምና እሱ ካብ ዝኾነ እዚ ከምዚ ስፖንጅ ዓይነት እዩ ክንለኽዮ ከለና ብዙሕ ሕብሪ ምውሳድ የድልየና ጥራይ ነቲ ዘሎ ቦታ ንምንታይ ማለት እዩ ነቲ ኣንጎሎ መልከይ ተኾናናኻ ዝኾነ ኖርማል ብራሽ ኣብቲ ኣንጎሎታት ዘሎ እንዳስተኻለላ ትጥቀመላ ማለት እዩ ካልእ እታ ስፕራይ እዚኣ ካልእ እውን ጨርቂ ዝኾነ ጨርቂ መወልወሊ እዚኣ ድማ ናይታ ሮለር ሮል መግበሪት ክንጥቀመላ ማለት እዩ

እዚ ያ ሞስትሊ እንታይ እዩ ናይ ከምዚ ዓይነት ኦክ ዕንጨይቲ እንድሕር ኮይኑ እቲ ሕንፃፅ ሕንፃፅ ዘሎ ወይ ከዓ እቲ ግሬን ዝበሃል እንድሕር ኖርማል ሕብሪ ለኺናዮ ምስ ለኸናዮ ምትሕንታጥ ይረኤ ማለት እዩ። እዚ ዓይነት እዚ ሕጂ እንታይ ክንገብር ኣለና ከምኡ እንድሕር ኮይኑ ፕራይመሪ ንጥቀመሉ ክንፍሕፍሕ ኣለና ቁሩብ ነቲ ዝነበረ ክነጥፍኦ ማለት እዩ እቲ ኖርማል ሕብሪ እንድሕር ተጠቅምና እዚኣ ዓይነት እዚኣ ሕብሪ እንድሕር ተጠቅምና ግን ዝኾነ ምፍሕፋሕ ኣየድልየናን እዩ ዝኾነ ፕራይመር ከኣ ኣየድልየናን እዩ ማለት እዩ ኣብ ሓደ ግዜ ጥራይ ክንገብሮ ዘለና ዘይቲ ግሪሲ መሳሊ እንድሕር ኣለዎ ኮይኑ ብዝተኻእለና መጠን ንሱ ክነጽርዮ ኣለና ማለት እዩ። ምኽንያቱ ዘይቲ እንድሕር ኣሎ ግሪሲ እንድሕር ኣለዎ ዝኾነ ነገር ክተጽርዮ ከለኻ ኣይ ሚን ክትለኽዮ ከለኻ ሕዚ ኣይቅበሎን እዩ ይነጽጎ እዩ ማለት እዩ። ሕጂ እዚኣ ጽርይቲ ትመስለና ዘላ ብዓይንና ክንሪኣ ከለና እዚ ስፕሬይ ተጠቒምና ክንጽርዮ ከለና ክሳብ ክንደይ ርስሓት ከም ዘለዎ ክትርእይዎ ኢኹም ማለት እዩ። ስለዚ ዝኾነ ዘይቲ መሳሊ እንድሕር ኣልዩ ብዝተኻለና እንድሕር ኣፅሪናዮ እቲ ሕብሪ ንለኽዮ ስሙዝ ክኾነልና ይኽእል እዩ ማለት እዩ። ከየፅረና ጥራይ ተሃዊኽና እንድሕር ለኺናዮ ግን ቁሩብ እቲ ሕብሪ ክንለኽዮ ከለና ኣብቲ ፍኒሽ ናቱ እውን እቲ ኳሊቲ ናይቲ ሕብሪ ኣለኻኺዩ ሓላፍ ዘላፍ ክመጸልና ዩ ጽቡቅ ኣይመጽልናን ዩ ማለት ዩ ስለዚ ከይተሓለለና ቀሲንና ዓቅሊ ጌርና እንድሕር ክስታይ ኣጽሪናዮ ክንለቂ ከለና ከኣ እቲ ዝቀለለ ክኾነልና ማለት ዩ ምክንያቱ እቲ ብሉጽ ስራሕ ክትርኢ ትጽበና ኔራ ሕጂ እዚ ርስሓት እዚ ግሪስ ይበሃል ኣሎ ኮይኑ ናይ ኪችና ብፍላይ ከኣ ናይ ዘይቲ ናይ ገለ ሃፋ ስለ ዘሎ ብግቡእ እቲ ዘይቲ ዘሎ ክንኣልዮ ክንክእል ኣለና ማለት እዩ። ወይ ዝኾነ ናይ ዓይነት ሕብርታት ገለ ነጢርዎ ሕብሪ ክንከ ከሎ እቲ ገዛ ዝነጠሮ እንድሕር ኮይኑ ኣብ ርእሲኡ እንድሕር ተለኺፉ እቲ ሕብረስታይ ዝገብሮ ማለት እዩ ከምዚ ተደራቢ ክሳይ ክኸውን ስለዚ ካብ ምፅራይ ዘይምስልቻው ማለት እዩ ዓቕምኻ ክህልወና ኣለዎ ምናልባት ከምዚ ውድእ ኣቢልና ክንከይድ ንደሊ ሰባት እንድሕር ኮይና ኣብቲ ሰራርሓ እውን ክፈላለ ይኽእል እዩ ማለት እዩ ለኺኻ ኣፅሪኻ ኣንቂፅካ ብሰንኪ ኣስካያ ደርቢኻ ደሞ ካልኣይ ኮትነት ኮይኑ ዝኾነ ሕንጣጠ ከይህልወካ ወይ ከኣ ኤክስትራ ፔሪድ ከምዚ ዝዓንኮለ ጠጠው ዝበለ ከይህልወካ ግን ንዕኡ ቸክ እንዳገበርና ክንሰርዖ ንኽእል ኢና ማለት እዩ። እዚ ሕጂ ኖርማል እዩ ማለትሲ ኣብ ገዛና ከምዚ ትርፊ ግዜ ንራልና ዕረፍቲ ግዜ ናብዚ ወይ ኣዋልድ ደቂ ኣንስትዮ ኣሕዋትና እውን ኣብ ገዛ ንራለን እዚ ምስ ኣብ ግዜ ትረኽባሉ ደቂ ከም ጠላይ ምስራይ ሎሚ እንድሕር ሓንቲ ማዕጾ እንተኺኢላ ቀስ ኢልና ጽባሕ ከኣ ሓንቲ ምንለኸያ ማለት እዩ ኩሉ ብሓደ ክኸውን ዘይኮነስ ኣትሊስ ታይም ሂብና ክንሰርሖ ንኽእል ስራሕ እዩ ማለት

ንዝኾነ ነገር ማለት እዩ so ፈርኒቸር ስለ ዝኾነ ዋላ ተኻረይቲ ኮይናሲ ፈርኒቸር ናይ ገዛና እንድሕር ሕብሪ ደስ ተይብልና ካብ ንጉዕፎ ሓድሽ ሞዴል መፅዩ ኣሎ ኢልና ነቲ ሞዴል ክንገዝእ ኢልና ካብ ገንዘብና ነጥፍእ ብውሕድ ወፃኢ ነዚኣ ሕብሪ እዚኣ ገዚእና እቲ ንደልዮ ዘለና ዓይነት ሕብሪ ወይ ከዓ ስታይል ክንቅይሮ ንኽእል ማለት እዩ። So እቲ ዘድለ ዘሎስ ሕብሪ እንድሕር ቀይርካዮ ከምዚ ናይ ገዛና ሕብሪ ንቕይሮ ማለት እዩ። ናይ ገዛና ሕብሪ መንደቕ ምስ ለኸናዮ ሓድሽ ፍረሽ ይኾነልና ማለት እዩ። The same way ከኣ ናይ ፈርኒቸር ምስ ለኸናዮ ረኣይዋ ሕጂ ከይጸረየ ቁሩብ ክስታይ ከሎ ምስ ጸረየ ከኣ ክሳብ ክንደይ ሓድሽ ምዃኑ እቲ ካብኔት ትርእዮ ማለት እዩ። ሃንድል እንድሕር ማልንግያ እውን እቲ መትሓዚኡ ክንቅይሮ እንድሕር ደሊና እንድሕር ዝኾነ ኖካል ወይ ናይ ቀደም ዝነበረ ስታይል ኮል እንድሕር ኣልዩ እሞ ከዓ እቲ ሓዱሽ ክንቅይሮ ንደሊ ዘለና ምስኡ ማች ዘይገብር እንድሕር ኮይኑ ከዓ ውድ ፊለር ዝበሃል ኣሎ ንዓ እንመሊና ክንለኽየም ንኽእል ኢና ሽዑ ማለት እዩ ስለዚ እዚኣ ሬድ ኢልና ሕጂ እንታይ ክንገብር ኢና ንመጀመሪ ከርእየኩም እሞ ምክንያቱ ብሙሉኡ ክንደርብዮ እንድሕር ኮይና ታይም ግዜ ክሳብ ገድገድናዮ ንዓኹም ውን ክስልችወኩም እዩ ማለት እዩ እተን ዘድልያና መይን መይን ፖይንት ምንሓለን ካብኡ እቲ ክንገብሮ ንደሊ ክንሰርሖ ንኽእል ኢና ማለት እዩ ስለዚ ቁፅሪ ሓደ ምውልዋል እዩ ኣምፂና ነቲ ከዓ ጽሕፈት ኣብዚኤን ክንጽሕፈን ንኽእል ኢና። ኣብዚ ብውሽጢ ስለ ዘይኮነ ስለ ዘይረእ እተን ምልክት ንገብረለን ላዕልን ታሕትን ኦረዲ ፍሉጥ እዩ ግን ምስ ካልእ ክዕወስ ከሎ ምስቲ መሰመሪና ከ ኣይደራብሸናን እዩ ማለት እዩ። ስለዚ እዚኣ ታሕቲ እዚኣ ላዕሊ እንድሕር ጽሒፍናለን ወረቐት እንድሕር ጌርናሉ ስፕሬይ ከዓ ስፕሬይ ጌርና ክንለቅቕ ንኽእል ኢና ወይ ከዓ እዚኣ ኖርማል ብኢድና ሮለር ጌርና ከዓ ክንለቕቕ ንኽእል ኢና። ኣቑሑት እንድሕር ኣለዎ ካቢነትና ክሽነና ሙሉእ እንድሕር ኣልዩ ምስ ስፔሱ እንድሕር ኣልዩኸ ከመይ ኢልና ክንለኽዮ ኣቑሑትና ዲና ነውጽእ ዘለና ን ኩሉ ኣቑሑትና ምውጻእ ኣየድልየናን እዩ ጥራይ እንታይ ንገብር እተን ማዕጾ ነውጽኣን እተን ፍሬም ኣራውንድ ናይ ማዕጾ ዘለዋ ንዐን ጥራይ ስለ ንለኪ እቲ ኣብ ውሽጢ ዘሎ ኣቑሑት ምልካይ ኣየድልየናን እዩ ምኽንያቱ ውሽጢ ውሽጣዊ ስለ ዝኾነ ማዕጾ ምስ ተኸፍተ ጥራይ ኢና ክንርእዮ ንኽእል ማለት እዩ። ዝብላዕ ክዓጺ ጸገም የብሉን። ስለዚ እቲ መይን ኤርያ ክልከ ዘለዎ እቲ ፍሬም ናይቲ ፈይስ ናይቲ ካቢነትን እቲ ማዕጾን ኢና ንለኪ። ማዕጾ እያ ብውሽጥን ብደጋን እንድሕር ለኺናዮ ጽቡቕ እዩ። እቲ ናይ ውሽጢ ግን ውሽጣዊ ስለ ዝኾነ ምልካይ ኣየድልየናን እዩ ማለት እዩ። ስለዚ እቲኣ ካልኣይቲ እታ ሕብሪ እያ ማለት እዩ። የንጽል መልከይና ንርእየና እዚኣ ብሓንቲ ሳይድ ሕጽብቲ እያ ናብ ዝኾነ ኣንጎሎ ክንሃርም ንኽእል ኢና ማለት እዩ። እዚኣ ከዓ እታ ናይ ናይ እዚኣ መፈዊት እያ ማለት እዩ። ስለዚ እዚኣ ሮለር ብዙሕ ሕብሪ ከየብዛሕና ክስተካክለልክ ንኽእል ኢና። እዚኣ ፎር ኢንች ስሊቭ ወይ ከዓ ፎር ኢንች ናይቲ ሮሊንግ ስተን እዩ ማለት እዩ። ሶ ምስ ብራሽ ከዓ ኣብቲ ኣንጎሎታት ቀዲምና ክንለኽዮ ምስ እንደሊ ቀዲም ንኸው ክንለክ ንኽእል ኢና ማለት እዩ።

ጨርቂ ገለ ከምዘና ብዙሕ ክነብር ኮይና ዳብና እውን ዋላ ጓንት እምበር ጌርና ከዓ ፅቡቅ እዩ ማለት እዩ

እጅ እዚ ዓይነታት ሕብሪ እያ ዝተፈላለየ ዓይነት ሕብሪ ነው ደስ ከም ዝበለና እቲ ዘደለናዮ ሕብሪ ክንቀይር ንኽእል ኢና ማለት እዩ ኣብቲ ኣመራርፃ ጥራይ እንታይ ኢና ክንመርፅ ዘለና ግን እቲ ፍኒሽ ናቱ ፍኒሽ ናቱ ማለት ሕጂ እቲ ማይ ዝሕፀብ ድዩ ማይ ዘይሕፀብ ማለት እዩ ኦይል ቤዝ ኩሉ ግዜ ኦይል ቤዝ ንብል ገዚና እቲ ማይ ዝሕፀብ እዩ ሳጥን ኤግ ሸል ወይ ከዓ እቲ ሰሚ ግሎስ ዝበሃል ከዓ ኣሎ ማለት እዩ ሕጂ እዚ ዝኾነ ክስታይ ኣይ ፒል ኣይከውን ኒሎምና ኣለዉ ከምዚ ትሪእዎ ዘለኹም ፒል ኣይከውን እዩ ፒል ማለትስ ከምዚ ዝቅለድ ምሸ ኣሎ ምስ ለከነ ዝኮነ ነገር ዝተቀለድ ዝከይድ እዚ ግን ያእ ስቲክ እዩ ምስ ለከነስ ቀልጢፉ ናይ ምሓዝ ክእለት ኣለዎ ማለት እዩ ኣብ ውሽጢ ሰዓት ክልተ ሰዓትሲ ክንደግሞ ንክእል ኢና ገዲና ከም ዘድልያና ክሳብ ምስ ቀረብናየ ተንለከለን ማለት እዩ ብድሕሪኡ እንዳለኸና እያ ካብ ዶሮና ነፃ ክኸውን ኣሎ ምስ ለኸና ዝኾነ ክነጥረና የብሉ ድሕር ዶሮና ጌርና ኣብኡ ቲክስታይ መሽን ኣብኡ ከይምለሰና መጣን ማለት እዩ ስለዚ ስለዚ ገና ቀሪብና ኣለና ኣብዚ So ክንለኪ ከለና ከኣ ብሓንቲ ሳይድ ኢና ጀሚርና ብድሕሪኡ ደሎ ብካልኣይ ሳይድ ከኣ ምስ ነቐጸልና ከኣ ደምዲምና ንለኪ ማለት እዩ። ሕጂ እዛ ሓንቲ ሳይድ ከርእየኩም እዩ። የእታ ሮለር ናትና እያ። ያኹም ሓፊስ ትሕብሪ ቅድሚ ምጅማሪ ንዕርሾ እዛ ብላሽ ተጠቐሚ እንታይ ጀሚር ያኹም ኣሎ እቲ ኣንጎሎ ኣንጎሎ ዘሎ ድሮረር ክኣትዎ ዘይክእል ንእሽተይ ከይብዝሓ መኽሰብ ጌርና ይቕመጥ። ያ ስፕረይ ስፕረይ ኣሎ ስፕረይ መልከይ ዓባይ ማሽን ኣላ ወይ ከዓ ኖርማል ብኤሌክትሪክ ዝሰርሕ ካላ ማለት እዩ ኮምፕረሰር ጌሩ ዝሰርሕ ኣሎ ወይ ውን ከም ሶኬት ኣብ ሶኬት እቲና ከኣ ከም ኖርማል ኤለትሪክ ፕላግ ጌርና ከምኡ ዝሰርሕ ስፕረይ ከኣ ኣሎ ማለት እዩ ስፕረይ ሕጂ ጽቡቅ እዩ ሓደ ታይም ሴቪን እቲ ታይም ከኣ ሴቭ ትገብር ኢካ ካልኣይ ከኣ እቲ ክትለኪ ከለካ ከኣ ኢቭን ስሙዝ ዝለክየልካ እዩ ማለት እዩ ከምኡ እንድሕር ደሊና እያ እታ ስፕረይ ማሽን ውን ክነግር ንክእል ኢና ማለት እዩ ምናልባት ከምኡ ዓይነት እንድሕር ደሊኩም ውን ካብዚ ላይፍ ምስ ወጻኹ እቲ ሊንክ ናቱ ወይ ከኣ እቲ ልክዕ ናቱ ደልየ ኣስማቱ ኣብቲ ዲስክሪፕሽን ከእትዎ ከይደ ካብኡ ክንረኽቦ ንኽእል ኢና ማለት እዩ። The same way ውን እዛ ፐይንት ዝለኽየላ ዘለኹ እቲ ዓይነት ፐይንት ሊንክ ናቱ ኣብቲ ዲስክሪፕሽን ጌረልኩም ኣለኹ ዝኾነ ዘገድሰኩም እንተሃልዩ ካብኡ ክትረኽብዎ ትኽእሉ ኢኹም። ስለዚ እተን ኣንጎሎ እታ ሮለር ክትበጽሖ ዘይትኽእል ምስላ ነዛ ከመይ ጌርና በታ ሮለር ጌርና ከኣ ንለኽዮ ማለት እዩ። ሕጂ ያው ክጸግበልና ኢልና ብዙሕ ሕብሪ ሒዝና እንድሕር ኣብ ወፍሪ ኣንጎሎ ተሪፍና ከምኡ ጽቡቕ ኣይኮነን። ብዙሕ ሞስት ሕብሪ እንተዘይብዛሕናሉ ዝተመርጸ ይኸውን ማለት እዩ። ምኽንያቱ ንኹሉ እቲ ኤርያ ክበጽሓልና መታን ማለት እዩ። እቲ ሕብሪ እንድሕር በዚሑ ግን ኣብኡ ኮፍ ክብል ስለ ዝኾነ ደሓር ኣበልዩ ክረክቦ ድዩ ገዲኡ ከኣ ክቀጥን እዩ እቲ ኣለኻኽያ ማለት እዩ። ስለዚ ከምዚ እንዳ ገበርና እቲ ንደልዮ ዘለና ዓይነት ሕብሪ ክንቅይሮ ንኽእል ወይ እቲ ፈርኒቸርና ከምቲ ደስ ዝብለና ዓይነት ጌርና ክንቅይሮ ንኽእል ኢና ማለት እዩ። ዳግም ሕጂ ናይ ካልእ ከምኡ ዘሰይ ኣልዓለ ተመሳሳሊ ሓጺር ቪድዮ ሸር ኢለልኩም ኔረ ምናልባት ድያ ኣብዚ ኣነ ኩሉ ግዜ ዘቕርበሉ ንህራሪ ከምዚ ስራሓት ገዛና ኣብ መንገዲ ስራሕይ እንዳሰራሕኩ ይሕግዝ እዩ ይጠቅም እዩ ብምባል ምሻሉ ዋላ ኣትሊስ ክንፈልጦ ተዘይሉ ተጠቐምናሉስ እንዳሕፈርኩ ናይ ሰለለ ዝኾነ ነገር ንኽነብርሲ ኣይጽግመናን እዩ ማለት እዩ። እዋን እዋን ቴክኖሎጂ ስለ ዝኾነ ድማ ኢዝሊ ካብ ገዛና ስያ ካብ ገዛና ኮይና ከምዚ ኣይፈልጦን እየ ዝበሃል የለን ሎሚ ወይ ከዓ ሞያይ ከይሰርቀኒ ዝበሃል የለን እቲ ትፈልጦ ሼር ምግባር እንድሕር ሓውካ ከምኡ ተጠቒምሉ ክስታይ ከብል ክኢሉስ ዋይኖት ንዓይ ዝጎድለኒ ነገር የለን ንዓኹም እንድሕር ፈሊጥኩም ግን ኣትሊስት እንድሕር ጠቂሙኩም ክጠቅመኩም ይኽእል እንድሕር ነቶም ማለት ቤዚክ ክሳይ ሓበሬታ ንረክብ ክንሰርሕ እንዳኸኣልና ክንገብሮ እንዳኸኣልና ከለና ግን ኢንፎርሜሽን ካብ ዘይምርካብ ብዙሕ ዳሓልፈና ብዙሓት ሰባት ኣለና ማለት እዩ ስለዚ እቲ ትፈልጦ መኣ ምንጋርሲ ኣይጎድልን እዩ፣ ትጠቅም ይጠቅም እምበር ኣይጎድልን እዩ ማለት እዩ። እቲ ንስኹም ትፈልጥዎ ከኣ ካልእ ሰብ ከምቲ ንስኹም ትፈልጥዎ ዘይፈልጦ ሰብ ስለ ዘሎ ኩላህና እቲ ንፈልጦ ሼር እንድሕር ጌርና ተማላሊእኻ ስለ ዝኾነት ዓለም

ሕጂ ከምዚ እዚ ኣይሓዘን ታይም ሴቭ ክገብረልና ክሕዘልና ኢልና መልስና እንድሕር እቲ ሕብሪ ኣብዚሕና ጌርናዮ እሞ ካብ ኩሉ ከይበፀሐ ድሕር ኣብ ሓደ ቦታ ኮፍ ኢሉ ይርከብ እሞ ይረጉድ እቲ ሕብሪ። እንድሕር ረጊዱ ከ እንታይ ይኸውን ሽዑ? ከም ንዲዛይን ናይቲ ክስታይ ይቕይሮ ማለት እዩ። ስለዚ እተን ክንለኽየን ዘለና ጥራይ እቲ ሕብሪ ጥራይ ነብጽሓዮ እምበሪ ክሕዘልና ኢልና እቲ ሕብሪ ኣብዚሕና እሞ ከኣ እንድሕር ጨፍረቕረቕ ኢሉ ኣብ ኣብቲ ማእከል ኮፍ እንድሕር ኢሉ ካልኣይ ስራሕ ክኾነና እዩ ማለት እዩ። ስለዚ ብግቡእ እተን ክበጽሓየን ዘለዋ ቦታ ጥራይ ነብጽሐን። ጉዳልይ ሾው ያ ናውቲ ምስ በለና ከኣ ገምጢልና ከኣ በቲ ሓደ ሳይት ከኣ ንረክዮ ማለት እዩ ሪኢኻ እሞ እቲ ዘይበጽሖ እዚ ብዝተኻእለና እቲ ንጥቀመሉ ሕብሪ ወይ ከኣ ንለኸይ ዘለና ቦታ ካብ ደሮና ዝኾነ ዳስት ዘለዎ ቦታ እንድሕር ክስታይ ጌርናዮ ነቲ ስራሕና የጽፍፈልና እዩ ማለት እዩ። ምክንያቱ ከምዚ ደሮና ምሳሌ ሕጻን ምሳሌ እንድሕር ኣብቲ ሮለር ወይ ኣብቲ መልከይ በጺሑ ኣብቲ ክንለኪ ከለና ክሕንጥጠልና እዩ ማለት እዩ። ስሙዝ ኣይከውንን። ይኹን ነቲ ዘይበጽሖ እንዳብጻሕና ነቲ ኤክስትራ ዘለዎ ከኣ በታ ብራሽና ጌርና ከኣ ክስታይ ንገብረን ማለት እዩ ድሕሪኡ እዚኣ ሳይድ እዚኣ ተለኻይና ክትነቅፅ ግዜ ንህባ እሳ ክሳብ ትነቅፅ ከዓ ነተን ሓንቲ ዘለዋ ከዓ ከም ኣናገርና እንዳውጻእና ንለኪ ማለት እዩ ሕጂ እዚ እኩል ግዜ እንድሕር ኣልዩና ወይ ኣብ ገዛና ክንለኪ ከለና እቲ ነቅምጦ ቦታ ጸገም እንድሕር ዘይብሉ ወይ ንዘልዕሉ ቆልዑ እንድሕር ዘይብልና ያው ኩሉ በብታራ ከምዚ እንዳገበርና ክንገብሮ ንክእል ኢና ወይ ከኣ ኣብ ጋራጅና ኣቀሚጥና ክንለክዮ ንክእል ኢና ምፍታሕ ወይ እቲ ካብኔት ብምሉኡ ምውራድ ኣየድልየናን እዩ እተን መዓጹ እንታይ ኣውሪድና ከምዚ ኣናገርና ንለክየን ማለት እዩ ነዚ ሪኢኹማ እዚኣ እዚ ፈርስት ኮት እዩ ማለት እዩ ካልኣይ ክንለኸይና ካልኣይ ከዓ ምስ ነቐፀልና ሕጂ እንታይ ክንጥቀም ንኽእል ኢና ከዓ እንድሕር ቁሩብ ውፅእ ዝበለ ኮይኑ ሕርፍፍ ዝበለ ድሪው ምስ ለኸናዮ እቲ ሳንድ ብሎክ እቲ ናይ መፋሕፍሒ ስፖንጅ ዘሎ ብኡ ጌርና ከዓ እቲ ዝለመፀ ጌርና ክንለኽዮ ንኽእል ኢና ማለት እዩ ምናልባት ያው ከምኡ እንዳገበርና ዝስተርዩ ዘለውን ብዓብይኡ ክንለኽዮ ኢና ማለት እዩ። ስለዚ እዚ ተሪፉ ዘሎ ብሙሉ ነዚ ፈቲሕና ክንቅይሮ ኢና ማለት እዩ። እቲ ፅቡቕ ነገሩ ዋላ ናይ ካውነር ቶፕ እቲ ናይ ላዕሊ ናይ ክሽነና ኣደ ጎይታይ ወልካም እቲ ናይ ካውነር ቶብ እውን ሕብሪ ደስ እንዳሕር ዘይልና ክንቅይሮ ንኽእል ኢና እሱ ከዓ ልክዕ ደ ሰም ፔንት በዚ ንጥቀመሉ ዘለና ዓይነት ሕብሪ ከምኡ ጌርና እቲ የና ሓወይ እቲ ንለኸይ ዘለና ብኡ መሰረት እቲ ካውነር ቶብ ዝበሃሉ ሕብሪ ክንቅይር ከም ንኽእል ማለት እዩ ምናልባት እዚኣ ሓጻር ክስታይ ክትከውን እያ እንድሕር ብሙሉ ክንሰርሖ ኮይና ዋላ ሙሉ ማለት ጥባይ ኢልና ውን ኣይከኣክለናን እዩ እቲ ኣብ መወዳእታ ክንገብሮ ዘለና ጥራይ ግን እንታይ እዩ እቲ ክንሕዞ ዘለና ቤዚክ ዘድልያና ነገራት እንታይ እየን እተን ሕብሪ እንልኸለን መልከይ ንዐን እንድሕር ሒዝናየን ካልእ ክንሰርሓ ንኽእል ኢና ማለት እዩ። እዚኣ እታ ስፕረይ እያ። ስፕረይ እዚ ኸኣ ናይ ግሪሰር ወይ ከኣ ዲግሪሰር ናይ ዝኾነ ግሪስ ዝኾነ ዘይቲ ዝመሳሊ ርስሓት ዘለዎ ወይ ሕብሪ እንድሕር ሃልዩ ነዚ ስፕረይ ምስ ገበርናሉ የጽርየልና ማለት እዩ። እታ ሕብሪ ኸኣ ሊንክ ናታ ኣብ ዲስክሪፕሽን ገይረልኩም ኣለኹ ካብኣ ክትረኽብዋ ትኽእሉ። ክንገዝኣ ምስ ንደሊ ሳይዝ እዚኣ ክሳብ ሓምሳ ስኬር ፉት ወይ ከኣ ዓሰርተ ክልተ ፍርን ካብነት ናይ ክችነ እንሕ ኮይና ዓሰርተ ክልተ ማዕጾ ሳይድን ክትለክየልና ትክእል እያ እቲ ብዝሒ ትለክየሉ ማለት እዩ ፕራይመሪ ኣይድልየናን እዩ ወይ ተወሳኪ ዓይነት ሕብሪ ኣይድልየናን እዩ ከም ዘለዎ ጥራይ ክንለክዮ ንክእል ኢና ማለት እዩ ንክችነ ጥራይ ድና ንለክየሉ ን ዝኮነ ዓይነት ፈርኒቸር ዓራት ድዩ ኮመዲኖ ድዩ ዝኾነ ኣብ ሳሎንና ዘሎ ጣዋሉ ክንጥቀመሉ ንኽእል ኢና። እቲ ማርሞ ናይ ላዕሊ ናይ ክሽነ ዘሎ ካውነርቶፕ እሱ ውን እቲ ካውነርቶፕ ናትና እንድሕር ሕብሩ ደስ ይደይልና ክቡር ዩኖ ክንደይ ከም ዝውድእ ክንቅይሮ እንተይኮነሲ ከምዚ ዓይነት ሕብሪ እሱ ውን ደሰ እዚ እንታይ ይጥቀም እዩ ኣብ ከምኡ ክንጥቀመሉ ንኽእል ኢና ማለት እዩ። ኣብዚ እንድሕር ርኢኹሞ እንታይ ይብሉ ኣሎ ፈርንቸርን ካውነር ቶፕን ክንለኽዮ ንኽእል ኢና ማለት እዩ። Try to process ምናልባት እያ እዚኣ ካልኣይቲ ናይ ካቢነት ናይ ክሽነ ዝለኽያ ዘለኹ ስራሐ ምስ ግዜ እውን እታ ናይ ካውነር ቶፕ እውን ከርእየኩም ተስፋ ይገብር ማለት እዩ። እቲ ዓይነታት ሕብሪ ዝተፈላለዩ ዓይነታት ሕብሪ ኣለዎ። ከለር ከምቲ ዝመረፅናዮ ክንገዝኦ ንኽእል ኢና። እታ ደርፍኹም ግን እቲ ኦይል ቤዝ ክኸውን ኣለዎ መታን ካልኣይ ኮት ካልእ ዓይነት ሕብሪ ከይንለኪ ሶሪ ኣለርጂ ቁሩብ ክስታይ ጌራትኒ ኣላ ምስቲ መደባይ በልና እዚኤን የድልያና ማለት እዩ እተን ሕብሪ ብድሕሪ ያ ዝኾነ ሰብ ገዙ ክገብሮ ዝኽእል ነገር እዩ ማለት እዩ ያ ሎሚ እንዳ ፈርኒቸር ኣለና ኮይኑ ንዕኡ ጉሒፍና ካልእ ክንገዝእ ከለና እቲ ዓይነት ሕብሪ እንድሕር ሓደ ዓይነት እሞ ከዓ ኮይኑ እዚ ዓይነት ሕጊ ተጠቒምና ክንገዝኦ ንኽእል ኢና። እዚ ኦንላይን ጥራይ ኢና ክንገዝኦ ንኽእል። ኣብ ፔንቲን ስቶራት እንድሕር ኬድና ምናልባት ኣይንረኽቦን ኢና። ኣብ ናይ ኣማዞን ወይ ከኣ ካልእ ከምኡ ቢዮንድ ፔንት እዩ ዝበሃል ቢዮንድ ኢልኩም ወይ እውን ኣብ ዲስክሪፕሽን ኣለኩ ካብኡ ክትረኽብዎ ትኽእሉ ኢኹም ማለት እዩ። ደስ ዝበለኩም ዓይነት ሕብሪ እቲ ዓይነታት ሮለር ወይ መልከይ እውን ከምኡ እንታይ ገብሪ ነቲ እንድሕር ነቲ ሕብሪ ረኪብካዮ ኣድቫይስ እንታይ ሂቡካ እዮም ከምዚ ዓይነት እንድሕር ሕብሪ ትወስድ ኣለካ ኮንካ እዚ ዓይነታት እዚ መሳርሒ ከኣ ኣድሽናል ምስኡ የድልየካ እዩ ዝብል ክሳብ ይመጸካ እዩ ካብኡ ክንገዝኦ ንክእል ኢና ወይ ከኣ ኣብ ቀረባና ዝርከቡ ስቶራት ከድና እቲኣ ፎር ኢንች ስሊቭ ናይ ሮለር ዝኾነ ዓይነት ብራሽ ጌርና ክንለቂ ንኽእል ማለት እዩ። ስለዚ ብሕጽር ዝበለ ነዚኣ ትመስል። ብዓብዩ ግን ያእ ቀስ ኢለ ምስቲ ናይ ታይም ኣብ መንጎ ኢዲት እንዳገበርኩ ብሕጽር ሕጽር ዝበለ ከኣ ከቕርበልኩም እየ ማለት እዩ። ስለዚ ምሳና ዝጸናሕኩም ኣዝየ ዘመስግነኩም። ከምኡ ምናልባት ሓደስቲ እንድሕር ኮንኩም ኣብ ፈይስቡክ ትርእይዎ ወይ ከኣ ኣብ ዩቱብ ትርእይዎ ዘለኹም ከኣ ሼር ወይ ከኣ ላይክ እንዳገበርኩም ኣብ ዩቱብ መጺኹም ከኣ እንድሕር ሓደስቲ ኮንኩም ኣባላት ናይዚ ገዛ ኩኑ፣ ዘለኩም ሓሳብ ርእይቶ ምጽሓፍ ኣይትረስዑ። ክቀርበልኩም ወይ ከኣ ዝኮነ ነገር ክትርእይዎ ትደልዩ ነገራት እንድሕር ኣልዩካ ጸሓፉለይ እሞ ኣነ ከኣ ከምቲ መጠን ማለት ንመንገዲ ስርሐይ ዘቅርቦ ስራሕ ስለ ዝኮነ ካብኡ እቲ ዘድሊ ዝበልክዎ ከቅርበልኩም እየ ማለት እየ። ናትኩም ምትብባዕራ እያ እሰን ሼር ላይክ ሳብስክራይብ ብምግባር ዝኾነ ያእ ሓጋዚ ኮይኑ ጠቂሙ ጠቃሚ ኮይኑ ኮይኑ ክትረኽብዎ ካኣ ተስፋ ይገብር ማለት እዩ በዚ ኣጋጣሚ ብሕጽር ዝበለ ትናዓዓ ትመስል ነይራ እታ ሊንክ ኣብቲ ድስክርብሽን ክገድፈልኩም እየ ካብኣ ክትረኽብዋ ትኽእሉ ኢኹም ማለት እዩ ስፕረይ ናይዚ ስፕረይ መልክዕ እዩ ኣሎ እሱ እውን ብስፕረይ ክንለኽዮ ንኽእል ኢና ብራሽን ሮለር ጥራይ ዘይኮነ ኖርማል ብዘይ ኮምፕረሰር ብኤሌክትሪክ ፕላግ ጌርና ክንሰርሓሉ ንኽእል ማሽን እውን ኣሎ እሱ እውን ርትዓዊ ዝኾነ ዋጋ እዩ ዋላ ሓደ ንምንታይ ክጠቕመና ይኽእል እዩ ታይም ሴቪን ወይ ከኣ እቲ ክንለኪ ከለና ከኣ ስሙዝ ይለኽየልና ማለት እዩ ኣብ ክንዲ ብብራሽ ንለኪ ብስፕሬይ ጌርና እንድሕሪ ንማሽን ጌርና ለኺናዮ እቲ ዝቐለለ እዩ ማለት እዩ እቲ ዓይነታት ማሽናት ግን ከምኡ እሱ ከኣ በብናቱ ሸር ክገብረልኩም እየ ኣይ ሆፕ ሓጋዚ ጠቃሚ ኮይኑ ትረክብዎ ክትብልዎ ከኣ በዓል ሙሉእ ተስፋ እየ ኣብ ቀጻሊ እያ። ሕጂ እዘን በይዚክ መጀመሪ ጥራይ እየ ርእየኩም ዘለኩ ቀስ ኢለ ግን ብሙሉኡ ካብ መጀመርያ ክሳብ መወዳእታ መሊኤ ከርእየልኩም እየ ኣብ ቀጻሊ ክሳብ ንራከብ ሰላም ሰናይ ንዓኩም ሰላም ቅነ።